ሰላም ሰላም ኩራት ተኸታተልቲ መደብ ብርሃን ሪከርድስ ከመይ ትጸንሑ ኣብ ናይ ሎሚ ዕዱም ጋሻና ኮይኑ ቀሪቡ ዘሎ ህቡብ ስነ ጥበባዊ ቃላብ ተወልደ መድሂን ንቃላብ ክትረኽቡ ደልዩ በዛ ትስዕብ ቀዋሚ ቴሌፎን ደውሉ ሓዙ ባዶ ባዶ ባዶ ባዶ ባዶ ባዶ ኣይትሰከፉ ክደግመየ ባዶ ባዶ ባዶ ባዶ ባዶ ባዶ ከምኡ ውን ቻናልና ሳብስክራይብ ዘይገበርኩም ሳብስክራይብ ብምግባር ክሳብ መወዳእታ ንክትከታተሉና ብትሕትና ንዕድም። ጽቡቕ እሞ ጋሻና ብፍቕራዊ ሕቶ እንትንጅምር ኣፍቃሪትካ ከመይ እያ? ዋው

ካብ ኣፍቃሪካ ብተደጋጋሚ ክለዓለልካ ዘይትደልዮ ሕቶ። መጠን ናይ ፍቕርኻ እባ ግለጸለይ ከመይ እሞ ኩሉ ትገልጸላ ዶ? ከመይ ማለት እዩ? መጠን ብዝሓቱ የቕድም ከዋኽብቲ ሰማይ ዋው ገራሚ ኣጋላልጻ እዩ ብዛዕባ ሌላኹም እስቲ ኣካፍለና ከመይ ነይሩ ብምንታይ ኣያ ማሪኻትካ ክምሳየ ናይ ፈለማ ቃልካ እንተ ኣኸልካያ ስሓቕለይ ስሓቒ ግርማኺ ካሊእ ከ? ፍሽኽ እንዳበሊ ፍሽኽ በሊ ፍሽኽ እንታዩ ሰሓቢ ንዓይ ፍሽኽ በሊ ጋልኽዮ እቲ ምስጢር ስኒ ኣብ ሰሓቕን ፍሽኽታን ዘለኪ ኣመላኻኽታ ብጣዕሚ እዩ ዝገርም። ንህናይ ደኣ ሰሓቕ እንድዩ ጽቡቕ ፍቕራዊ ሂወትኩም'ሞ ከመይ ይገብረኩም ኣሎ? ሂወትና ክንምቅር። ነፍቃሪትካ ወይ ድማ በዓልቲ ቤትካ ብኸመይ ኢኻ ትርዳ? ኣብ ልዕሊ በዓልቲ ቤትካ ዘለካ ባህጊ። ዋው ከመይ ዓይነት ምህነን ድያ እዚ ኩሉ ናእዳ። ኣብዚ ሰዓት እዚ እሞ ከመይ ኢኹም? ድልድል ኮይና ኢና ኮራለይ ኮራለይ ትብል ዘላ ደርፊ ከዓ ብጣዕሚ እየ ዝፈትዋ በዚ ኣጋጣሚ ከም ዝፈትዋ ክሕብረልካ ፈቱ እሞ ትርጉም ኮራለይ እንታይ ማለት እዩ ብርሃን ኣላ ዛዊት ሕብሪ ወላ ከመይ ማለት እዩ? ዋርሪ ባሕሪ ዋርሪ ባሕሪ ህድኣት ዝገርም ዓወት ካብ ክፍልታት ጓይላ ኣየናይ ትብህጎ? ኣብ ኣጓይላ ዳስካ ኣብ ኣባጓይላ ከመይ ኢኻ? ሓሜታያ ይኣምነልካ ይኣምነልካ ዝሓወይ። ኣላብ ትጽየፎ ነገር ብኣንጻሩኸ ትፈትዎ ነገር። ኣብ ልዕሊ ግዜ ዘለካ ኣመለኻኽታ ከመይ እዩ?

ኦኬ ቃልኣብ ከም ኣጋጣሚ ኣፍቃሪኣ ትገፍዕ ጓል ሄዋን ተተጋጥመካ ብሓጺር ቃል እንታይ ምበልካያ? ብኣንጻሩ ንጓል ሄዋን ዝብድል ንወዲ ሰብ ክፉእ ዝገብር ሰብ ሰብ ድዩ? ጽቡቕ ጻንሒት እዩ ድምጻዊ ቃልኣብ ተወልደመድህን ኣብ መወዳእታ ብሓባር ንዘይኮኑ ማለት ብኣጋጣሚ ተፈላልዮም ንዝነብሩ ፍቑራት ተሕልፎ መልእኽቲ ወይ ትህቦም ተስፋ ክንራኸብ ክንራኸብ ክንራኸብ ክንራኸብ ኢና ክንራኸብ ወራይ ዘይበል ፍቕሪ ናብ መንጎና ክንራኸብ ኢና ኣይንነብርን ተፈላሊና ክንራኸቢና ዘይበል ስምነታ ውሽጥና ገርና የቐኔለይ ብጣዕሚ ዝፈትወካን ዘድንቐካን ስነ ጥበባዊ ቃልኣብ ተወልደ መድህን ግዜኻ ሰዊእኻን ዝሃብካና ሰፊሕ ፃንሒት ካብ ልቢ የመስግን ከምኡ እውን ክሳብ መወዳእታ ዝተኸታተልኩምና ምስጋናና ዝለዓለ እዩ ቻናልና ብርሃን ሪከርድስ ሳብስክራይብ ግበሩ ኣብ ቀፃሊ ምስ ካልኦት ክሳብ ንራኸብ ሰሰናዩ ንዓኹም ይኹን ንዓና ውን ከምኡ ቻው ቻው።